ድሓን ደምሲኹም ዜናታት ስፖርት ሒዘ ቀሪበ ኣለኹ ሓቢረኩም ፀንሕ ኣብን ካሕሳይ ጋንታታት መቐለ ሰብዓ እንደርታ ከምኡ እውን ወልዋል ዩኒቨርስቲ ዓዲግራት ኣብ ግጥማት ፕሪምየር ሊግ ኢትዮጵያ ምስታፍ ካብ ዝጅምራ ሎሚ ሳልሳይ ዓመተን እዩ ስሑል ሽረ ድማ ካልኣይ ዓመት ኣቑፂራ ኣላ ንሎሚ ጋንታ ወልዋል ዩኒቨርስቲ ዓዲግራት ጉዕዞ ፕሪምየር ሊግ ኢትዮጵያ እንታይ ይመስል ነይሩ ዝብል ክብሮም ተስፋይ ከም ዝስዕብ ዳሃሲዎ ኣሎ
ኣብ ግጥማት ፕሪሚየር ሊግ ኢትዮጵያ ብሉፅ ምንቅስቓስ የካይዳ ካብ ዝነበራ ጋንታ ፀራህት ዜና ጋንታት ጉናን ትራንስ ኢትዮጵያን ብፍላይ ብሻን ሻዕ ምሳን ኣርባዕተን ዓመተ ምህረት ጋንታ ጉና ኢትዮጵያ ወኪላ ኣብ ደረጃ ኣፍሪካ ሳተፈትሉ ከምኡ ድማ ጋንታ ትራንስ ኢትዮጵያ ኣብ ግጥማት ፕሪሚየር ሊግ ኢትዮጵያ ብሻን ሻዕ ምሳን ሸውዓተን ዓመተ ምህረት ካልኣይ ደረጃ ሒዛ ዛዘመትሉ ኣብ ታሪክ ክልቲኤን ጋንታት ዝበለፁ ዓመታት

ትኬት ፕሪሚየር ሊግ ኢትዮጵያ ምቑራፃ'ውን ይዝከር። ኣብ ፕሪሚየር ሊግ ኢትዮጵያ ናይ ምስታፍ ሃንቀውታ ኣፍቃሪ ኩዕሶ እግሪ ድማ ብጋንታት መቐለ ሰብዓ እንደርታን ወልዋሎ ዩኒቨርሲቲ ዓድግራትን ምላሽ ረኺቡ እዩ። ንሎማዓንቲ ኣቐዲማ ናብ ግጥማት ፕሪሚየር ሊግ ኢትዮጵያ ምሕላፋ ብዛዕባ ዘረጋገፀት ጋንታ ወልዋሎ ኣብ ግጥማት ፕሪሚየር ሊግ ኢትዮጵያ ዝነብራ ፃንሒት ክንድስስ ብኣሰልጣኒ ብርሃነ ገብረዝጋቢሄር እናተመርሐት ንዝነበረትሉ ምድብ ግጥማት ላዕለዋይ ሊግ ኢትዮጵያ ሙሉእ ዓመት ቀዳመይቲ ኮይና ብምዛም ትኬት ፕሪሚየር ሊግ ኢትዮጵያ ዘቑረፀት

ኣባላት ጋንታ ምዃና ድማ ዝተፈላለዩ መረዳእታት የመላኽቱ።
ፕሮፌሽናል ሊግ ኩዕሲ ሃገራት ስኮትላንድ ጋንታ ሰልቲክ ሻምፒዮን ግጥማት ስኮትሽ ፕሪመርሺፕ ክትኸውን ወሲኑ። ጋንታ ሀርትስ ድማ ወራዲት ጋንታ ኮይና ኣላ ፕሮፌሽናል ሊግ ኩዕሶ እግሪ ስኮትላንድ እቲ ሊግ ክሳብ ኣብዚ ክቋረፅ እውን ወሲኑ ኣሎ ናብ ዜናታት ዝውር እንትንሰግር ተኸላኻሊ ጋንታ ሌስተር ሲቲ ሴጉላር ሱያንቹ ኣብ ዓይኒ ባርሰሎና ኣትዩ ከም ዘሎ ተገሊጹ ኣሎ ወኪል እቲ ተኸላኻላይ ዝኾነ ሙስጣፋ ዳግሩ ስፔናዊት ባርሰሎና ብዝለዓለ ብርኪ ከም ትደልዮን ኣቐዲማ እውን ዝለዓለ ናእዳ ከም ዝነበራን ተገሊጹ ኣሎ ቱርካዊ ተኸላኻላይ ሴግላር ሱያንቹ ንሃሪ ማጓየር ተኪዩ ኣብ ጋንታ ሌስተር ሲቲ ብዝለዓለ ብቕዓት ኣብ ምፅዋት ይርከብ እቲ ተፃወታይ ኣብ 2018 ኣቋፅራ ኣውሮፓ ነይሩ ካብ ጋንታ ፍሬበርግ ብ19 ሚልዮን ፓውንድ ዝፈረመ ኣብ መወዳእታ ዜና ብሽክሌታ ተቐዳዳምቲ ጋንታ ብሽክሌታ ጃምቦ ቪዝማ ልምምድ ከም ዝጀመሩ እታ ጋንታ ኣፍሊጣ ኣላ። ገብረ እግዚኣብሔር ታደለ ከቕርቦ እዩ። ጃምቦ ቪዝማ ብ ዓሰርተ ትሽዓተ ሰማንያን ኣርባዕተን ከም ኣቆፃፅራ ኣውሮፓውያን ኣብ ኔዘርላንድስ ዝተጣየሸት ጋንታ ብሽክሌታ እያ። ኣብቲ እዋን ኩዋንቱም ዲስኮሰል ተባሂላ እውን ትፍለጥ ነይራ። ድሕሪኡ ብዝተፈላለዩ ኣስማት ክትፅራሕ ፀኒሓ እያ። ኣብ ዝሓለፈ ዓመት ድማ ካብ ሎቶ ጃምቦ ናብ ጃምቦ ቪዝማ ተቐይራ ኣብ ዝተፈላለዩ ዓበይቲ ውድድራት እናተሳተፈት ትርከብ ጋንታ እያ። ኣብዚ ሕዚ እዋን ብሰንኪ ለበዳ ቫይረስ ኮረና ዝተፈላለያ ጋንታት ውድድረን ጠጠው ኣቢለን ከምዝፀንሓ ይፍለጥ እዩ። ሕብረት ብሽክሌታ ዓለም ማለት ዩሲኣይ ድማ ዳግም ውድድራት ክካይዱ ምትዕርራይ ከምዝገበረ ይፍለጥ። ነዚ ስዒቡ ድማ ጋንታት ተወዳደርተን ንውድድር ምድላው ክገብሩ ምንቅስቓስ ጀሚረን ኣለዋ። ካብኣተን ሓንቲ ኔዘርላንዳዊት ጋንታ ጃምቦ-ቪዝማ ተጠቃሲት እያ። ኣካያዲ ስራሕ እታ ጋንታ ሜርጂን ዚማን ከም ዝሓበርዎ፣ ተቐዳደምቲ እታ ጋንታ ድሕሪ ክልተ ሰሙን ምሉእ ብምሉእ ናብ ልምምድ ከም ዝምለሱን ካብ ዝቕጽል ወርሒ ነሓሰ ጀሚሮም ንዝካየዱ ውድድራት ቅድመ ምድላው ከም ትገብርን ኣፍሊጦም። ብፍላይ ድማ ከምኒ ቶም ዶውምሊን፣ ስቴቨንን ፕሪሞዝ ሮጅሊችን ዝተብሃሉ ተወዳደርቲ እታ ጋንታ ካብ መወዳእታ ወርሒ ነሓሰ ጀሚሩ ንዝካየድ ቱር ደ ፍራንስ ንክሳተፉ ቅድመ ምድላው ከም ትገብር ንሄት ኒውስብላድ ዝተብሃለ ጋዜጣ ብምጥቃስ ሳይክሊኒውስ ጸብጺቡ። ስሎቫንያዊ ፕሪሞዝ ሮጅሊች ኣብ ዝሓለፈ ዓመት ኣብ ቮልታ ስጳኛ ተዓዋቲ ምንባሩ ዝፍለጥ እዩ። ሎሚ ዓመት ድማ እቲ ተቐዳዳማይ ዓብዪ ግምት ካብ ዝወሃቦም ተቐዳደምቲ እታ ጋንታ ምዃኑ ተሓቢሩ ኣሎ። ኻሊእ ኔዘርላንዳዊ ቶም ዶምዲን እውን ብ ክልተ ሽሕን ዓሰርተ ሸውዓተ ኣውሮፓውያን ኣብ ዝተኻየደ ጂሮ ዲ ኢታልያ ብሓፈሻዊ ውፅኢት ሻምፕዮና ኮይኑ ከም ዝነበረ ይዝከር። ሎሚ ዓመት እውን ዝለዓለ ግምት ካብ ዝተወሃቦም ተቐዳደምቲ እታ ጋንታ ከም ዝኾነ ዝተፈላለዩ ፀብፃባት